ሰላም ክቡራት ተኸታተልቲ ዩቲብ ቻነል ብከርመ ከመይ ቀኒኹም ዕ ሰላም መፃኹም የሕዋት ትምህርትና ቀፃሊ እዩ ሎማዓንቲ ከዓ ሒዘልኩም መፅ ኣለኹ እቶም ሓደሽ ዝኾንኩም ሳብስክራይብ ክትገብሩ እቶም ዘለኹም የሕዋተይ ድማ ሸር ክትገብርዎ ይምሕፀነኩም ከምኡ እውን ነቶም ኣሕጂ ኣብ ትምህርቲ ዘለኹም ይጠቕመኩም ክህሉ ተስፋ ይገብር ማለት እዩ ምናልባት ዝኾነ ዓይነት ሕቶታት ተለኩም እውን ክትሓቱኒ ትኽእሉ ኢኹም ወይ ክትፅሕፉለይ ትኽእሉ ኢኹም ኣብ ናይ ቦታ ኮመንት ማለት እዩ ምናልባት ናትኩም ሓድሽ ሓሳብ እንተለውን ከምዚ ዓይነት ቃልና ከምዚ ንደሊ ኣለና እንተኢልኩምኒ እውን ፀገም ይብሉን ማለት እዩ ስለዚ ብዙሕ ዘረባ ከየብዛሓልኩም ተኺለ ናብ ትምህርተይ ክኣቱ ናይ ትምህርቲ ምዝዋር መኪና ኢና ሒዝና ዘለና ስለዚ ካብታ ዝሓለፈት ፓርቲ ዋን ፓርቲ ቱ ገለ ተማሂርኩም ክትኮኑ ተስፋ ይገብር ናይ ሎማዓንቲ ከኣ ፓርቲ ስሪ ኢለ ሰሪሐያ ኣለኩ ናባኩም ከብላ ሰናይ ምክትታል። Ok በዚኣ ክንጅምር ኢና ማለት እዩ። U wilt hier recht door moet u de uitstappende passagers voor laten gaan ይብለና ኣሎ ማለት እዩ። እዚኣ ሕቶ እዚኣ ንስካ recht door ንሕና እዚ በዓል መኪና ብቅድሚቱ ዘላ ማለት እዩ ንሕና ትክ ኢልና ክንከይድ ደሊና ኣለና። ካብዛ ትራም ዝወረዱ ሰባት ከኣ ጽርግያ ይሰግሩ ኣለዉ። ስለዚ ነዚኦም ቀዳምነት ክትህቦም ኣለካ ዶ እያ ትብል እታ ሕቶ። ስለዚ ግድን ክትህቦም ኣለካ እያ መልሳ ትዩለ ክትህቦም ኣለካ ምኽንያቱ እዛ ትራም እዚኣ ካብ ትራም ሕጂ እዮም ወሪዶም ትራም ሃልተ ወይ ደው ዝብልሉ ዝኾነ የለን ማለት እዩ። ስለዚ ክሰጉሩ ጥራይ እዮም ዘለዎም ጽርግያ። ስለዚ ኩሉ ግዜ ቀዳምነት ትህቦም ማለት እዩ። ኣንደርስ ረጊሽ ክትከይድ እያ ማለት እዩ። ካልኣይቲ ሕቶና ኡቪልቲ ሂር ደ ሞተር ኢን ሃለ ማክታ ተብላና ኣሎ ንስኻ ነዛ ሞተር ኣብ ጎና ዘሎ ማለት እዩ ኣብ ጎንና ዘሎ ነዚ ክትቅድሞ ደሊኻ ኣለኻ ማክዳት ይግባእ ድዩ ይብል ኣሎ ነይ ነይ መልሳ ነይ ምክንያቱ ኩሉ ግዜ ኣብ ቦክቲ ብቅድሜኻ ተሎ ክትቅድም የብልካን ማለት እዩ ወይ ከዓ ክትቅድም ኣይፍቀደካን ቅድም የብልካን ሃንድካ ኣይኮነን ከማን ንክትቅድም ዝኮነ ሓደጋ ዘቃልዕ እዩ ማለት እዩ ስለዚ ኩሉ ግዜ ከምዚ ዓይነት ቦክት ክትርኢ ከለካ ኣብ ቦክት ፍጹም ኢንሃለ ትበሃል ወይ ምቅዳም ኣይፍቀድን ስለዚ እዚኣ ሓዝዋ ስለዚ ነይ ንምልሳ ማለት ዩ ቪልት ሬክትስ ኣፍ ምች ዩ ደ ፉልት ኻንገር ፎር ላተኻን ኣብዚ ኸኣ ንየማን ክትጥወ ደሊኻ ኣለኻ ስለዚ ነቲ ብኣጋር ዝኸይድ ዘሎ ሰብ ቀዳምነት ክትቦ ኣለካ ዶ እያ ትብል እዚኣ ሕቶ ንሕና እዚ በዓል ፃዕዳ መኪና ዩቲብ ትብል ዘላ ቡሸ እዚኣ ናትና እያ ማለት እዩ ስለዚ ፎራም ወይ ከዓ ቀዳምነት ክትባ ኣለካ ዶ እያ ትብል እዚኣ ሕቶ ያ ትዩለ ክትባ ኣለካ ያ ክትባ ኣለካ እያ መልሳ ምክንያቱ ንኣብነት እዚኣ ቦርድ እዚኣ ኩሉ ግዜ ተስተውዕል ኣለካ ቦርድ እዚኣ ሰማያዊት ቦርድ ኣይንድ ቮን ኤርፍ እያ ኣይንድ ቮን ኤርፍ ስለዚ ኣይንድ ክኸውን ከሉ ኩሉ ግዜ ኣይንድ ቮን ኤርፍ ግን እዚኣ ክትርኢ ከለኻ እዚኣ ማለት እዛ ቦርድ ማለት ንኩሎም ፎራን ቀዳምነት ኣለዎም ማለት እዩ ንኩሉ ሰብ ቀዳምነት ኣለዎ ስለዚ ቀዳምነት ክድህብ ኣለና ማለት እዩ ኦኬ ኢቪልት ሂር ፓርኬረ ማክዳት ንስኻ ኣብዚ ፓርኬሪን ክትገብር ደሊኻ ኣላ ስለዚ ይግባእ ድዩ የብለና ኣሎ እዚ ሕቶ ሕጂ ትኽኢልና ኣብ ቦርድ ኢና ንርኢ ይግባእ ድዩ ኣይግባእን እዩ ንክንፈልጥ ማለት እዩ እዛ ቦርድ እዚኣ ከባብ ኮይና ኣብ ማእከላ ሓንቲ ሕንፃፅ ኣላታ ማለት እዩ ሓንቲ ሕንፃፅ ተሓንፂፅዋ ኣሎ ስለዚ እዚኣ ማለት ከዓኒ የማኽኒት ባርኬረ ፓርኬሬን ኩልኩሊ እያ ትብል ማለት እዩ ንኣብነት ሕጂ ብየማን ወገን ኣላቶኽ ብየማን ወገን ስለ ዘላ ነዚ የማናይ ወገን ጥራያ ግን ትውክል ንኣብነት በቲ ሓደ ቦርድ የለን ስለዚ ንፀጋም ወገን ፓርኬሪን ክትገብር ትፍቀደካ እዩ ክትገብር ትኽእል ኢኻ እዚኣ ቦርድ እዚኣ ብየማን እንተላ ነቲ ብየማን ዘሎ መስመር ናይ ፓርኬሪን ጥራያ ትውክል ማለት እዩ ስለዚ ንየማን ወገን ፓርኬርን ኣይፍቀድኒ ንሕና ከ ብየማን ኢና ዘለና ስለዚ ነይ መልሳ ማለት እዩ ፓርኬርን ኣይትገብርን ኢኻ ንኣብነት ከምዚ ዓይነት ቦርድ ኮይና ክልተ ክራውስ ተለዋ ከኣኒ ደው ክትብል ኣይፍቀደካን እዩ ን ፓርኬርን ክትገብር ኣይፍቀደካን በዚኣ ግን ደው ኢልካ ሰብ ክተውርድ ትኽእል ኢኻ ሰብ ኣውሪድካ ትቕፅል መገድኻ በታ ከማ ዓይነት ከላ ግን ክራውስ ካልኣይቲ ሕንፃፅ ዘላታ ግን

ቬክኣ እዚኣ ቀዳመይቲ ዘላ ማለት እዩ እዛ ቀዳመይቲ ቀጠልያ ሕብሪ ዘለዋ ንዓ እዩ ዝሓተና ዘሎ ናይዚ ኣብዚ ፅርግያ እዚ ሲ ማክሲማም ብክንደይ ኢኻ ክዝውር ዘለካ እያ ትሓቶ ስለዚ መልሳ ሰይ 100 ኪሎ ሜትር 100 ኪሎ ሜትር ሰይ እያ መልሳ ብሚእቲ ማለት እዩ ምክንያቱ እዛ ጽርግያ እዚኣ ብዘይ ታቤላ ብኸመይ ንፈልጦ? ከምዚ ዓይነት ጽርግያ ኮይኑ ክልተ ሕንጻጽ ኣብ ማእከል ዘለዎ ኣብ ማእከሉ ከኣ ቀጠልያ ሕብሪ እንተለዎ ሚእቲ ማለት እዩ ማክሲማል ስኔል ሄይት ሚእቲ ማለት እዩ እዛ ብጎና ዘላ ንኣብነት ክልተ ሕንጻጽ ኣለዋ ግን ቀጠልያ ዝኾነ ሕብሪ የብላን እዚኣ ከኣ ሰማንያ ማለት እዩ ስለዚ ፍልልየን ከምዚኣ ትመስል ቀጠልያ ሕብሪ ተለዎ ንኣብነት ሆንድረት ኤሮ ቀጠልያ ሕብሪ እዩ ዘለዋ ስለዚ ሆንድረድ ኤሮ ሆንድረድ ኪሎ ሜተር በዚኣ ሓሰዋ ማለት እዩ ስለዚ ኣብዚ ኣብዛ ቀጠልያ ሕብሪ ዘለዋ ብሆንድረድ ኪሎ ሜተር ኢና ንዝወር ማለት እዩ U wilt hier inrijden, mag dat? ኣብዚ ክትዝውር ደሊኻ ኣለኻ ይግብኣካ ዶ ወይ ከዓ ግቡእ ድዩ ይብለና ኣሎ ማለት እዩ መጀመርያ እዛ ቦርድ ንርኣያ እዛ ቦርድ እዚኣ ኣንሃንግባኸ ኣብ ውሽጣ ተወጣጢት ስእሊ ምልክት ኣሎ ማለት እዩ ንሕና ከኣ ምስታ መኪናና ተወጣጢት ገይርና ኣለና ስለዚ እዚኣ ቦርድ ማለት ከኣ ምስ ተወጣጢ ኣንሃንግቫኸ ዘለዋ በዚ ክትከይድ ኩልኩል እያ ትብል ዘላ ስለዚ ርዱ እዚ ቦርድ እዚ ንድሓር መጀመርያ ፈሊጥካ ነዚ ክትምልሶ ቀሊል እዩ ማለት ስለዚ እዛ ቦርድ እዚኣ ተወጣጢት ዘሎዋ መኪና በዚ ክትዝወር ክትዝውር ኣይፍቀዳን እዩ ዝብለና ዘሎ ንሕና ከኣ እዛ ስእሊ ከኣ ኣብኡ እያ ትዝውር ዘላ ስለዚ ነይ ኢልና ንምልስ ማኽ ዳት ነይ ዳት ማኽ ነይ እዩ ፓርኬት en laat እዩ stadslicht en aan mag dat ይብለና ኣሎ ኦኬ ንስኻ ኣብ ሓደ ቦታ ፓርኬሪን ጌርካ ዓሽከያ ኣለኻ መኪናኻ ልቺ ከዓ ወሊዕከያ ኣለኻ ማኽዳት ትብለና ኣሎ ፍቁድ ድዩ እዚ ይግባእ ዶ ይብለና ኣሎ ያ ዳት ማክ ጸገም የብሉን ጸገም የብሉን ልጂ ክትውላዕ ማለት እዩ ግን ብሓፈሻኡ ከሎ እንድሓር ሓሲብካዮ ግን ንምንታይ እዩ እሞ ክትውልዖ ኣይድልን እዩ ማለት እዩ ናትካ ኣክዩ ለይክ ዝኸውን ማለት እዩ ናትካ ኣክዩ ዝውድእ ባተሪ እዩ ዝውድእ ስለዚ ኣይድልየካን ልጂ ክትወልዕ ግን እዛ ሕቶ እዚኣ እንተተመሊስና ዩ ፓርከርድ ን ላት ዩ ስታት ስሊክተን ኣን ማክ ዳት ብለና ያ ዳት ማክ ን ፕሮብሌም

ስለዚ ኣብ ዜብራ ደው ኢልካ ክተውርድ ኣይፍቀድን እዩ ከም ሕጊ ከዓ እንታይ ኣሎ ካብ ዜብራ ፓት ውሽጢ ሓሙሽተ ሜትሮ ደው ክትብል ኣይፍቀደካን እዩ ተረዲኹምኒ ቅድሚ ሓሙሽተ ሜትሮ ዘሎ ደው ክትብል ኣይፍቀደካን እዩ ስለዚ እንታይ ካብ ዜብራ ፓት ናይ ሓሙሽተ ሜትሮ ሪሕቅካ ኢኻ ደው ትብል ማለት እዩ ካብ ዜብራ ፓት ናይ ሓሙሽተ ሜይተር ርሒቕካ ደው ትብል። ንኣብነት ካብ ዜብራ ፓት ኣርባዕተ ሜይተር ኣለኻ ርሒቕካ ኣይፍቀደካን እዩ። ምኽንያቱ ኣቐዲምካ ኣቲኻ ኣለኻ ማለት እዩ። ስለዚ ኩሉ ግዜ እንታይ ካብ ሓሙሽተ ሜይተር ርሒቕካ ኢኻ ካብ ዜብራ ፓት ፓርኬሪንግ ትገብር። ስለዚ እዚ ከኣ ልክዕ ኣብቲ ዜብራ ፓት እዩ ዘሎ ነይ ኢልና ንምልሳ ኣይፍቀድን እዩ። ኢቭዮት ዞኻን ራይደ ማ ክዳ ትብለና ኣሎ ንስኻ ከምዚ ኢልካ ክትዝውር ደሊኻ ኣለኻ ይፍቀዶ ይብለና ኣሎ ንኣብነት ንብረት ፅዒና ኣላ ንብረት ፅዒኑ ግን ኣይኣሰሮን ዘሎ ራዮ ዝኾነ ማእሰሪ የብሉን ዝኾነ ብኬቲን ኣይተኣስረ ብገመድ ኣይተኣስረ ብዝኾነ ገይሩ ኣይኣሰሮን ዘሎ ስለዚ ፍፁም ፍፁም ከምዚ ዓይነት ጌርካ ፅዒንካ ክትከይድ ኣይፍቀድን እዩ ማለት እዩ ዝኾነ ፅዒንካ ክትኣስሮ ክትሽፍኖ እዩ ዘለካ ማለት እዩ ስለዚ ክእሰር እዩ ዝግብኦ ድሓር ዘይተኣስረ ከምዚ ማኽ ኒት ኣይፍቀድኒ ስለዚ እዚ እውን ኣይኣሰሮን ዘሎ ስለዚ ዩቪል ዞኻን ራይደ ማኽ ዳት ነይ ዳት ማኽ ሄልሞ ኒት ኦኬ ሕጂ ኣብ ናይ ፎራንግ ረይክልስ ኣቲና ኣለና ከምዚ መን ኣለዎ ቀዳምነት ድሓር መን ይኸይድ ድሓር መን ይኸይድ ስቴፕ ፎር ስቴፕ ማለት እዩ እዚ ሕቶ እዚኣ ቫት ኢዝ ሂር ደ ያውስተ ፎኸር ደ ፋን ፎር ላተኻን ቀዳምነት መን ይኸይድ ድሓርከ መን ይኸይድ ድሕሪኢኸ መን ከምዚ ዓይነት ጌርና ኢና ክንምልሶ ማለት እዩ ስለዚ መጀመርያ ኣብዚ ንዓና ዝኾነ ዝሕብረና ቦርድ የለን ሃይታንደ የለን ዝኾነ ኣውትሪት ገለ ኣይኮነን ስለዚ እንታይ ክንገብር ኣለና ቀዳምነት ኩሉ ግዜ ብየማን ብየማን ዘሎ ቀዳማይ እዩ ዝኸይድ ማለት እዩ ስለዚ በታ ፍራክት ኣውቶ ንጀምር ንኣብነት እታ ዓባይ መኪና ማለት እዩ ቀያሕ ዓባይ መኪና ኣብዚኣ ከዓ ዓባይ መኪና ሞተር ን ሳይክል እዮም ዘለዉ ማለት እዩ ብስእሊ ህስስ ከይብለና ኢለ ሕጂ እታ ዓባይ መኪና እታ ዓባይ መኪና ናይ ፅዕነት ብየማና መን ኣሎ እቲ በዓል ሞተር ኣሎ ስለዚ ንሳ ቅድሚ እቲ በዓል ሞተር ክትከይድ ኣይትኽእልን እያ እቲ በዓል ሞተር ከኣ ብየማኑ መን ኣሎ? ብየማኑ በዓል ሳይክል ኣሎ። ስለዚ ቅድሚ በዓል ሳይክል ክኸይድ ኣይክእልን እዩ። ነቲ በዓል ሳይክል ግን ናጻ ናጻ ብኡ ብየማኑ ሰብ የብሉን ኩሎም ብጸጋሙ እዮም ዘለዉ። ስለዚ ቀዳማይ በዓል ሳይክል ይኸይድ ሽዑ በዓል ሞተር ይኸይድ ሳይክል ምስ ከደ ብየማኑ ዝኾነ ሰብ ኣይተርፍን እዩ ማለት እዩ። ስለዚ ቀዳማይ እቲ በዓል ሞተር፣ ካልኣይ እቲ በዓል ሞተር ይኸይድ። ሽዑ ድሕሪ እቲ በዓል ሞተር ከኣ እቲኣ ፍራኽ እታ ኣውቶ እታ ዓባይ ናይ ጽዕነት ትኸይድ ማለት እዩ። ስለዚ ብኸምዚ ኣገባብ እውን ክንምልሶ ንኽእል ኢና ቦርዲ ዝኾነ ዝሕብር እንተዘይብልና። ወይ ከኣ በቲ ዝኾነ በዓል ሳይክል ኣይኮነ ሞተር ኣይኮነ ዝኾነ መኪና ዘይትመጽኦ ዘላ በቲ ናጻ ዘሎ ጽርግያ ብኡ ንጅምር ማለት እዩ። ልክዕ ከምዚ ናይ ሰዓት ንዘውር። ባኣ ጀሚርና ቀዳማይ ባዓል ሳይክል ካልኣይ ባዓል ሞቶር ሳልሳይ ካኣኒ ባዓል ፍራክት ኣውቶ እታ ዓባይ ናይ ጽዕነት መኪና ማለት እዩ ስለዚ በከምዚ ገባብ ውን ክንምልሶ ንክእል ኢና ብዙሕ ኣይትጨነቁ ብዙሕ ዓይነት ከምዚ ሕቶታት ኣለና ክንቅጽል ኢና ኦኬ እዚኣ መልሳ ሕጂ ቀዳማይ ባዓል ሳይክል ሽዑ ባዓል ሞተር ደሓር ካኣ እታ ዓባይ ናይ ጽዕነት መኪና ማለት እዩ ኦከይ እዚኣ እውን ከምኡ ዓይነት ማለት እዩ ቫት ኢዝ ሂር ደ ያውሽተ ፎኸርደ ፋንፎር ላተ ኻን ቀዳምነት መን ይኸይድ ድሕሪኡ መን ድሕሪኡ ከ መን እያ እዚኣ ሕቶኻ ልክዕ ከምታ ዝፀንሐት ሓንቲ ስለዚ እዚኣ ከዓ ንኸይድ ኩሉ ግዜ እዚ እውን ከምኡ ቦርድ የለን ሃይታ የለን ዝኾነ ኣውትሪት ኢንሪት ኣይኮነን ስለዚ እንታይ ኢና ክንክተል ዘለና ብየማን ዘሎ ቀዳማይ ይኸይድ ኣሜን ሶሪ ብየማን ዘይብሉ ዝኾነ ሰብ ዘይብሉ ናፃ ዝኾነ ቀዳማይ ይኸይድ ማለት እዩ ስለዚ ንኣብነት ሕጂ እስከ በየን ንጀምር መስለኩም ከምዚ ኣቐዲመ ዝበልክኹም በታ ፅርግያ ዝኾነ መኪና ዘይብላ በታ ናፃ ዘላ በታ ናፃ ዘላ ንጀምር ከምዛ ናይ ሰዓት ነዝራ ሕጂ ማለት እዩ በታ ጫፍ በታ ናፃ ዘላ እንተጀሚረ ቀዳማይ በዓል ሳይክል ደሓር በዓል ሞተር ደሓር ከዓ እታ ኣውቶቡስ ማለት እዩ ናይ ተምሃሮ ኣውቶቡስ ከምዚኣ ጌርና ንውዳእ ንኽእል ኢና ወይ ከዓ ብየማን ዘሎ ቀዳምነት ኣለዎ ማለት እዩ ንኣብነት ነዚ በዓል ሳይክል ብየማኑ ዋላ ሓደ ሰብ የለን ስለዚ ቀዳማይ ይኸይድ እቲ በዓል ሞተር ብየማኑ በዓል ሳይክል ኣሎ ስለዚ ንሱ ቀዳማይ ክኸይድ ኣይክእልን እዩ በዓል ሳይክል ምስ ከደ ንሱ የርክቦ ነታ ቡሸ ብየማና በዓል ሞተር ኣሎ ስለዚ እሳ ክትከይድ ኣይትኽእልን እያ ስለዚ ሳልሰይቲ ንሳ ትኸይድ ያ ኦኬ ሙቸ ደ ፊትሰ ፎር ላትኻን ይብለና ኣሎ እዚ ከዓ ንሕና በዓል መኪና ኢና ስለዚ ነዚ በዓል ሳይክል ቀዳምነት ክትህቦ ኣለካ ወይ ክተሕልፎ ኣለካ ይብለና ኣሎ ታሕቶ ነይ ኢልና ንምልስ ነይ ምክንያቱ ቀዳምነት ንዓና እዩ ዘለና ኣብዚ ፅርግያ እዚ ካብ ሮቶ እንደ ሕጂ ንወፅእ ኣለና ን እቲ በዓል ሳይክል ብቅድሚኡ ሃይታ እንደለዎ ደው በል ዝብሎ ንዕኡ ማለት እዩ ነቲ በዓል ፊትዘር ሃይታ እንዳ ኣለዎ ብ ቅድሚኡ ስለዚ ንሱ ደው ኢሉ ንዓና ከሕልፈና ኣለዎ ስለዚ ቀዳመይቲ እታ መኪና እያ ትኸይድ እታ ሕቶ ግን ኣብዚኣ እንታይ እያ ትብል ዘላ ሙቸ ደ ፊትዘር ፎላትኻን ነቲ በዓል ሳይክል ክትሕልፎ ኣለካ ዶ ብለና ኣሎ ነይ ክሕልፎ የብለይን ኣነ ቀዳማይ ዝኸይድ ስለዚ መልሳ ነይ ትብል ኦኬይ ንቐጽል ቀሪብና ኢና ንመስል ያይቭልቲ ሬክትስ ኣፍስላን ሁ ሃንደል እየ ሕጂ ንስኻ ናብ የማን ወገን ንየማን ክትጥወል ኣሊኻ ኣለኻ ኣብዚ ድቕቕ ዝበለ ስእሊ ኣሎ ኣብዚ እውን ደጊመልኩም መታን ክርዳእኩም ተም ሰብ ሳይክል ኣብታ ቀዳመይቲ ፎቶ ኣይረኣይን እዮም ዘለዉ ስለዚ ኣብዛ ካልኣይቲ ወይ ኣብ ታሕቲ ፎቶ ዘላ ሰብ ሳይክል ኣለዉ ብዛ ፅርግያ ኣብ ናይ ፊትስፓድ ይዝውሩ ኣለዉ ንሕና ከዓ ናብ ሬክትስ ክንጥወደል ኢና ኣለና ስለዚ እንታይ ትገብር ይብለና ኣሎ እንታይ ክትገብር ኣለካ who handle it ነቶም ፊትሰርስ ሰብ ሳይክል ዶ ክተሕልፎም ኣለካ ወይስ ትምልከ ክትጥወ ኣለካ እዩ ኣታ ሕቶ ማለት እዩ እጂ ኣብዚ ምረፅ ኣለና ያይ ቫክት ቶ ደ ፊትሰርስ ፎር ባይ ዛይን ንስኻ ክትፅበ ኣለካ ክሳብ እቶም ሰብ ሳይክል ዝሓልፉልካ ያይ ራይድ ያይ ራይድ ዶር ዞንደር ትቫክት ኦብ ደ ፊትሰርስ ያ ትኽኢልካ ክትዝውር ኣለካ ንዖም ምፅባይ ኣይድልየካን እዩ

ምኽንያቱ እዚኦም ቀሪቦምካ እዮም ዘለዉ እሶም ሬክት ዶር እዮም ዝኸዱ ዘለዉ ቀዳምነት ኣለዎም ስለዚ ንስኻ ክትጽበዮም ኣለካ ንሶም ጠቕሊሎም ምስ ሓለፉ ንስኻ ክትጥወ ኣለካ ማለት እዩ ስለዚ ከምኡ ክትገብር ኣለካ ያይብልቲ ሂር ሬክትስ ኣፍስላን ሁ ሃንድል የብለና ኣሎ ስለዚ እንታይ ክንገብር ኣለና ደው ንብል እቶም ፊትሰርስ ኩሎም ምስ ከዱ ንሕና ሽዑ ንሓልፍ ማለት እዩ ኦከይ እዚኣ ናይ መወዳእታ ሕቶና እያ ትመስል ዘላ ናይ ሎማዓንቲ መወዳእታ ሕቶና ማለት እዩ ቫት ኢዝ ደ ማክሲማለ ስነልሀይድ እዩ ሂር ማክ ራይደ መት ኣናሃንግባኸ ኦከይ እዚኣ ሕቶ ትብለና ዘላ ከዓ ብክንደይ ፍጥነት ኢኻ ኣብዚ ክትዝውር ዘለካ እንድሕር ተወጣጢት መኪና ኣላትካ ማለት እዩ ናትካ ፍጥነትሲ ክንደይ እዩ ናይ ምስ ተወጣጢት እንድሓር ኣላትካ ማለት እዩ ስለዚ እዚ ፅርግያ እዚ ኣውተቬኺ እታ ብቅድሜና ዘላ ብቅድሚ እታ መኪና ዘላ ቦርድ ሰማያዊት ቦርድ ኣውተቬኺ እንታይ ተመልክተና ሕጂ ንኣትዎ ናብ ኣውተቬኽ ኢና ንኣቱ ዘለና ስለዚ ኣውተቬኽ ኣውቶ መት ኣንሃንግቫኸ ቴስዓ ኪሎ ሜተር እያ ትዝውር ማለት እዩ ምስ ተወጣጢ እንድሓር ኣለካ ቴስዓ ኖርማል ሚእቲ እንዲ ኣውቶ ስነ ኣውቶ ቬኽ ሚእቲ ኪሎ ሜተር እዩ ኣብ ሰዓት ትኸይድ ኣንሃንግቫኸ ብድሕሪት ተጌርካላ ተወጣጢ ግን ቴስዓ ትኸይድ ማለት እዩ ስለዚ መልሳ ቢ ወይ ከዓ ቴስዓ ኪሎ ሜተር ኣብ ሰዓት ትኸይድ ቻው እዚ ዝመስል ነይሩ ናይ ሎምዓንቲ ማለት እዩ ብጣዕሚ የቀኒየለይ ዝተኸታተልኩምኒ ኣብ ቀፃሊ የራኽበና ፓርቲ ፎር እውን ትቕፅል ማለት እዩ ስለዚ ከምቲ ኣቐዲመ ዝበልኩኹም ፕሊስ ሸር ግበርዎ ምክንያቱ ነቶም እቶም ዝመሃሩ ዘለዉ ሕጂ ክጠቕመኩም ስለ ዝኽእል ኢለ ስለ ዝሓስብ እዩ ማለት እዩ ስለዚ ፕሊስ ሸር ግበሩለይ ን ሳብስክራይብ ከዓ